ከምዚ ለምለም ትፈትዉ ኩለኹም ሸር በልዎ ናብ ዝፈቱ ዓርክኹም ክሳብ መጨረሻ ክትፀንሑ ይምሕፀነኩም ናብ ኩሉ ኣብፅሑለይ ላይክ ጌርኩም መደብና ጀሚሩ ሰላም ፃንሒት ምሳኹም ካብ ልበ እየ ድማ ፍትውትው ዘብለ ዘላልየኩም ናይ ሎሚ መደበይ ኣሕፅር ኣቢለ ክገልፀልኩም ብዛዕባ ቪድዮይ በሉ ሓቢርና ንጓዓዝ ንገጠር ዓደይ ዘለናሉ ወቕቲ ዝራእቲ ዝፈርየሉ ዕምበባታት ትርእየሉ ደስ በሃሊ ኮታስ መግለፂ ቃላት ኣይብሉን። እቲ ኣብ ከተማ መናፈሻ ወይ ድማ ገንዳ እናበልና እንጸውዖ ዘሚኑ ዝመጸ ኣብዚ ኣብዚ ገጠር ዓድና ድማ ኩሉ ኣማሊኡ ዝሃቦ ተፎጥራዊ ሃፍቲ ከምቲ ትርእይዎ ዘለኹም ሰሓባይ ንዓይኒ እዩ። እስኪ ሓቂ ተዛረቡ ደስ ዘይብል መቸም ገጠር ክለዓል ከሎ ብዙሕ ተዘክሮ እንድዩ ዘለኒ ከም ብውልቀይ ዝገብሮ ዝነበርኩ ዝሰርሖ ዝነበርኩ ስራሕትታት እናተራእዩኒ ሓደ ሓቂ ድማ ኣሎ ኣብዚ ዓበኻ ዕበ ተዘክሮ ቁልዕነት ዘይብሉ ፍጡር ኣብዛ ዓለም ዋላ ሓደ የለን እዩ ወይ ድማ ክሓወኦ ሱቅ ክብል ወይ ድማ እንተኾይኑ እምበር በሉ ናብ ተዘክሮታት ገጠራትና ከብለኩም። ኣብ ህፃውንትታት እናሃለና ጎቦ ንጎቦ ትፃረፍ ትውዕል ካብኡ ድማ ትዕረቕ ባዕልኻ ማለት እዩ ናብ ወላዲ ከይበፅሐ እንተ ሎሚ ግና ቆልዓ ንቆልዓ ወቂዕለይ እከለ ወቂዕለይ ኢልካ ጉጅለ ብጉጅለ ኮይንካ ትበኣስ ማለት እዩ። ናብ ቀደም ክንምለስ እዩ ዘለና ድማ ደቂ ሰባት እዚ ለውጢ ኣይኮነን እዩ ዕብዳን እዩ እምበር። ርግጸኛ እየ ድማ ከምዚ ዘጋጥመኩም ዝነበርኩም ኣለኹም ኢኹም ኣብ ኮሜንት ድማ ጸሓፍለይ ኢኹም። ብፍላይ ቆብዒ ኣብ ግዜ ዓጺድ ዝራእቲ ክፈሪ ከሎ እንጀራ ጠሚኑ ምባል እውን የለን እዩ። ነዚ ንምግላጽ እውን ወለድና ምስላ መሲሎምሉ እዮም። ሁኪስያ ቀውዒ ጠሚ ይበሃል። ብኸመይ ዶ ኢልኩም? ኣብ በረኻ ሻለቖት ዝበሃል ኣሎ። ሻለቖት ማለት ሸዊት ምሸላ ወይ ድማ ዕፉን፣ ሸዊት ምሸዓሪ፣ ጠቢስካ ትበልዕ ማለት እዩ። ካበይ ዶ ኢልኩም? ኣቱም ዘይትፈልጥዎ ማለተይ እየ። ኣቱም ትፈልጥዎ እኳ ትስሕቑ ትህልዉ፣ ጉድና ከውጸልና ደልዩ ትብሉ ትህልዉ። ወይ ድማ ብዝትገብርዎ ዝነበርኩም ብህጻውነትኩም የስሕቐኩም ይህሉ። ካብ ጎላጉል ዓዲ ካብ ኩሉ ገባራት ኣዋጺኻ እንተ ሓደ እንተ ሓደ ከየጥቃዕኻ ኣዋጺኻ ሒለላት ከፋፍቱ ናይ ሸዊት ዒልዎ ይኹን ሸዊት ምሸላ ኣብ ሓደ ጎቦታት ኮይንካ ተኣኪብካ ሻለቆት ትጠብስ ማለት እዩ ወይ ድማ ጠቢስካ ትበልዖ ምሳይ ሻለቆት ትበልዑ ዝነበርኩም ኣብ ኮሜንት እስከ ጸሓፉለይ ኢኹም እንተ ሎሚ ግን ይህሉ ዶ ኣይህሉን ርግጸኛ ኣይኮንኩን እንድየ። ኣብ ገጠር ኣብ ክረምቲ ቀውዒ ወይ ድማ ማለተይ እየ ገዛኻ ንግሆን ምሸትን ጥራሕ ኢኻ ትሪኣ ምኽንያቱ ንግሆ ትወጽእ ናብ ስራሕ ምሸት ትኣቱ ገዛኻ። ግዜ ዝበሃል የለን እዩ። ኣብ ሓለዋ ከፍትን ኣብ ሓለዋ ዝራእትን ኣማሓረ ጸሃያይን ዓጺድን ስለ ትውዕል፣ ብቐትሪ ገዛኻ መልክዓ ኣይትፈልጣን ኢኻ። እዚ ተዘክሮኸ ኣለኩም ዶ? እንተ ሎሚ ግና ስራሕ ኣልቦ እናበልና ዕስራን ኣርባዓተን ሰዓት ኣብ ከተማ ገዛና ተሮፊቕና ኢና ንውዕል ዘለና። ይገርም እዩ ናይ ሎሚ ግዜ ብሓፂሩ ገጠር ማለት ብጉልበቱ ሰሪሑ ዝነብር እኩብ ማሕበረሰብ ማለት እዩ ነዚኣ ትኸውን ድማ ሕፅር ኣቢለ ብግጥማዊ ወግዒ ነገር ከግጥም ሰሓባይ ንዓይኒ ሓምለዋይ ዝራእቲ ደስ በሃሊ ዝተዓደለ ብኩሉ ሃፍቲ ፅሩይ ኩነታት ኣየር ዝወነነ ምስ ጤለ ከፍቲ ምንጪ እቶትና ሃፍቲ ተፎጥረና ኣቦ መዓር ጠስሚ እወ ገጠራትና መድሕን ከብዲ ምስጢር ናብራና እንተዘይህሉ ገጠራትና እንታይ ኮን ምኾና ፍሉጥ ፓስታ ሩዝ ምበላዕና ወዮ ንሱ ውን ውጽኢት ናይ ገጠራትና ኣይመነበርናን ከም ኦክሶጂን እዩ ንህይወትና ዝራእቲ ናብ ፍረ ባጺሕና ክንበልዕ ሸዊት ኣብ ዓድና ንዑ በሉ ጻንሒት ግበሩ ምሳና ብጣዕሚ ኢና ንፈትዎኩም ገጠራትና ኣቦ ምዕቡል ቴክኖሎጂ ምስ ከተማታትና። ክሳብ መጨረሻ ዝተኸታተልኩኒ ድንን ኢለ ምስጋና ይተቐበሉኒ ብጣዕሚ እየ ዘምስግን ድማ ስለ ዘዳመፅኩምኒ ብላይክን ሳብስክራይብን ድማ ኣተባብዕኒ ሓሳባት ርእይቶ ኣብ ኮሜንት ሓብሩኒ ብካሊእ ቪድዮ ክሳብ ዝመፅእ ሰላም ፅንሑኒ ኣዲስ ሆሮንስት እየ ፎሎው ግጨውኒ።